ሰላም ሰላም ክቡራት ተኸታተልቲ መደበይ ኣኣብ ዘለኹሞ ሰላምኩም ይብዛሕ እምበኣር ከስ ናይ ሎማዓንቲ መደበይ ከምዚ ኣብዛ ኣርስትን ኣብዚ ቪድዮን ትከታተልዎ ዘለኹም ዝተፈላለዩ መደባት ሒዘልኩም መፅ ኣለኹ ነዛ ቪድዮ እዚኣ ላይክ ምግባር ጀምሩ ኢኹም ከምኡውን ሳብስክራይብ ዘይገበርኩም ኣሕዋት ሳብስክራይብ ምግባር ኣይትረስዑኹም እስከ መጀመርታ መደብና ብናይ ፊላ ሓውና ክንጅምሮ እንኳዕ ኣደይ ማርያም ኣድሓነትካ እንኳዕ ብሰላም ተረፍካ በጃ ነብስካ ትኩነልካ እታ ማኪና ከኣ በሉልና ኩቡራት የሕዋት ኣብ ቲክቶክ ሪኢናዮ ንከውን ኢና ፊሊ ሓውና ባዕሉ ፖስት ዝበሎ ሓደጋ ማኪና ኣጓኒፍዎ ኔሩ እዝግኣብሄር ኣምላክ ይመስገን ግን ኣብዚ ሰዓት እዚ ደሓን እየ ጽቡቅ ኣለኩ ኣይትሻቀሉ ኢልና ኣሎ ኣይንሻቀል ኩላህና ግን እንኳዕ ኣዴ ማርያም ኣድሓነትካ እንኳዕ ተረፍካ እንኳዕ ካልእ ኮይኑ ኣይመፀ ኣጆኻ በልዎ ክቡራት የሕዋት ነተባብዓዮ ኣብ ከምዚታት ኩሉ ግዜ ሓቦ ዝህበካ ኣጆኻ ዝብለካ ሰብ ትደሊ ኢኻ ወይ ኣዴና ቅድስት ድንግል ማርያም ኣደ መድሓኒናን ጎይታናን ኢየሱስ ክርስቶስ እንኳዕ ኣትረፈትካ እዝጋብሄር ኣምላኽ እንኳዕ ኣትረፈካ በጃ ነብስኻ ድማ እታ ማኪናኻ ኣጆኻ እንኳዕ ንስኻ ጥራይ ብሂወት ተረፍካልና ዝሓወይ ማዓረይ እምበር ከምዚ ትሪእዎ ዘለኹም ሓደጋ ማኪና ኣጓኒፍዎ ነይሩ ፅቡቕ እየ ዘለኹ ሰላም እየ ዘለኹ ኣይትሻቐሉ ኻዓ ኢልና ኣሎ እንኳዕ ሰላም ሃልኻልና ፊሊ ሓውና ከምኡ ድማ እስከ ነዘን ቪድዮ እዚኤን ሓቢርና ንርኣየን እሞ ካብዚ ኽንምሃር ካዓ ተስፋ ይገብር ኩላህና ንመሃረሉ ኽቡራት የሕዋት። Guys ሓብተይ ነጊራትኒ ሓብተይ ኣብ ኖርወይ ኣላ ሪኣኻ ኣለኻ ሓብተይ ኢላትኒ ምሳይ ኣቐምጠካን ኢላትኒ ሓወይ ኢለኒ ኤርትራ ከይድ ኢለዮ ኤርትራ ኣይትመጽእን ኢኻ ናብ ኣቐምጠካን ኢልኒ ኣብኡ ጃንኪ ኩን ግልግል ኢልኒ ኣነ እኳ ድርባይ ኣለካ ምዮ ኣነ እኳ ብጽፍረይ ዝነብር ሰብ እየ ጽፍረይ ጸባቢቐ ገለመለ ኣነ እንታይ ሓስብ መሲልካ ኣነ እኳ ሪእኻ ኣለኻ ኣነ እኳ ንበይነ እየ ዝነብር ጋይስ ኣነ እኳ ስንኩል እግሪ ብለይን ገለመለ ይምን እየ ዝነብር ግን ፅቡቅ እዩ ፀገም ዝባል የብሉን እዚ ንፅቡቀ እዩ ጋይዝ ኖርማል እዩ ደሓን እዚ ማሽ እዩ ኣብ ትሬና ኣትየ ትሬና ኣትየ እፅዋት ክብል ኣብ ትሬና ኣትየ ጋይ ተጨኒቀ ገለ ኮንኩን ፅቡቅ ላይፍ ነይርኒ ገለ መለ ክፅዋት ክብል እታ ትሬና ኣትየ ሸዓ ግሬት ሃሪመ ጭንቀት ነይርኒ ይኸውን ነይሩ ክብል ግን ክፅዋት ክብል ኣብ ትሬን ንፃት ነይርና ኣብ ትሬና ኣትየ ግሬት ሃሪመ ማለት እዩ ሸመዓልቲ ምስካር ከይድና ኣብ ሮተርዳም እዩ ኣብ ኣምስተርዳም ያማን ኣነ እኳ ብፅፍሪ እየ ዝነብር ጋይስ ኣነ እንተዝኸበርኩ ዘበልኩ ኣነ 219 ተሃሪመ እግረይ 219 ናይ ቀደም ትባ ትፈልጡና ዓይ ዝተለኹም ሃይ በሉኒ ኣነ 220 ሸዓ ጀርመን መፅአ እምበር ኣነ ሮተርዳም መቀረ ቀደም

ኣነ ኣን ብብልሓተይ እየ ከምዚ ገይረ ክሓገዝ ደሊ ማለት እዩ ቋንቋ ናይዚ ዓዲ ኣነ ፅሒፈ ይክእልኒ ፅሕፈት ኣነ ይክእል ስለ ዘይክእል ስለ ፅሒፈ ስለ ዘይክእል ኣለካ ምጆ ኣንቢበ ጥራይ ዝኽእል ኣንብብ ጥራይ ኣነ እምበር ኣነ ፅሕፎን እዩ ፅሕፈት ናተይ ይጉድለለይ እቲ ኤብስዲ ዮኖ ሓወይ ኩላህና ኣዚና ኢና ንፈትወካ ኣዚና ኢና ነኽበረካ ንስኻ ኣዚኻ ጅግናን ሓያልን ሓውና ኢኻ ብዙሕ መጻኢ ዘለካ ኣዚኻ በሊሕ ስማርት ሓውና ኢኻ እሞ ኣጆኻ ከምዘለኻዮ ቀጽሎ ብጣዕሚ ኢና ንፈትወካ ኣዚኻ ገርህ ሰብ ኢኻ ኩቡራት ይሕዋት ዮኒ ሓውና ላይፍ ኣትዩ ስሕት ስሕት ኢልኩም ዘይኮውን ኮመንት ትጽሕፉ ኣለኹም ኣነ ክደግሞ ኣይደልን እየ ጽቡቕ ስለዘይኮነ ግን ነዚ ሓውና ፕሊስ ኩቡራት የሕዋት ከምዚ ዝረኣናዮ ኣዝዩ ገርሂ ዩ ኣዝዩ ምስኪን ዩ በቃ ውሽጡ ኣዝዩ ምስኪን ዩ ካልኣይ ከኣ ኣዝዩ ንፉዕ ዩ ፊት ዩ በቃ ስፖርት ይሰርሕ ገለ ዩ ስኬት ቦት እንዳ ገበረ ገለ ይጋላበጥ ገለ ኣዝዩ ንፉዕ ዩ ስፖርትን ገለን ዩ ዝታባተብ ስለዚ በጃኹም ኩቡራት የሕዋት ሓንሳብ ሓንሳብ ልቢ ዝትንክፍ ቃላት እትጽሕፉ ሰባት ኣለኹም እሞ ጽቡቅ ኣይኮነን እዛ ሓውና ኣይጻረፍ ኣይብል ኢንጆይ ጥራይ ዩ ዝገብር ደሓር ጸገሙ ከኣ ይኣኽሎ ክቡራት የሕዋት። ኣጆኻ ንፉዕ ኢኻ ኣንበሳ ኢኻ ከምኡ ንበሎ። ነንሕድና እባ ኣጆኻ ኣጆኺ ንበሃሃል ክቡራት የሕዋት ኣብ ስደት ኢና ዘለና። ደሓር ከኣ ንሱ ጅግና እዩ ንፉዕ እዩ። ስለዚ ፕሊስ እዞም ሓደ ክልተ ትጻረፍዎ ተስፋ ይገብር ማለት ነዛ ቪድዮ እዚኣ ዘምጸኽዋ ሓደ ክልተ ሰባት እትጻረፍዎ ስለ ዘለኹም ነቲ ጸርፊ ንሱ ንኽተቃርጽዋ ካብ ልሳኑ ካብ ቃሉ ንኽትሰምዕዎ፣ ማዕረ ኽንደይ ሓያልን በሊሕን ፈቃር ሰብን ትሑትን ምዃኑ ንኽትፈልጥዎ፣ ቀደም ትፈልጡኒ ሰባት እንድሕር ሃሊኹም ሃይ በሉኒ ብውሽጢ ኢሉ። ከም ገለ እያ ጌራትኒ እዛ ቃል እዚኣ። ስለዚ ፕሊስ ክቡራት የሕዋት ሕማቕ ነገራት ኣይንጽሓፈሉ። ዮኒ ሓወይ ኣዚና ኢና ንፈትወካ ኣዚና ኢና ነኽብረካ ኣዚኻ ጅግና ሓያል ወዲ ተባዕታይ ኢኻ። እዝግኣብሄር ኣምላኽ ምሳኻ ይኹን ኣዴና ቅድስት ድንግል ማርያም ድማ ወትሩ ኣብ ዝባንካ ትኹን ኣብ ዙርያኻ ትኹን ሓላዊትካ ትኹን ዝሓወይ ማዓረይ ኣጆኻ ብጣዕሚ ኢና ንፈትወካ። ከምዚ ኢለ እቶም ኣሕዋተይ ከምዚ ኢለ ክኢድ ነይረ ከምዚ ኢለ ሲ ብኢደይ ከምዚ እንዳበልኩ እየ ዝኸይድ ነይረ እቶም ኣሕዋተይ ትሪኡ ኣለኹም ዶ ዓይነይ ደም ጥራይ እዩ ዘሎ ዓይነይስ ደም ጥራሕ እዩ ዘሎ ሓንጎለይ ተበሪዙ እዩ ሓንጎለይ ኣብ ሽዑ ግዜ እንታይ ሃገብር እንታይ

ሰብ ግበረኒ ኢለ በቃ ሰብ ግበረኒ ክንደይ ክንደይ ኣጋጣሚታት መፂነኒ ሕጂ ግን በጃኻ ርድኣኒ ኢለ በቃ ንእግዚኣብሔር ኣምላኽ ኡይ ኢለ በቃ ኡይ ኡይ ድሕሪ እንታይ ገይረ ክልተ ዕድል መፅና ወይ ነዛ ማዕፆ ከፊትካ ውፃእ ወይ ድማ ኣብ ጥቓ ፍኒስትራ ኮ ነይረ ኣብ ጥቓ ፍኒስትራ ኣሕዋተይ ማዕረ ሂዝ ፍኒስትራ ከ ኣሎ ብጥቓይ ሕጂ እንታይ ይብል ወይ በዛ ፍኒስትራ ውፃእ ባዕዲ እዩ ዝነግረካ ኣማራፂታት ሂበካ እዩ ተረዲኹም መናፍስ ኣለዉ እንታይ ይብለኒ ንስኻ ዳ እንታይ ዋጋ ኣለካ ንስኻ ዳ እንታይ ዋጋ ኣለካ ፈፂምካ ኢኻ ካ ዘይትረብሕ ይብለካ በቃ ሸይጣን ኢኻ ንስኻ በቃ ቀፅሎ ጥራይ በዚ ዘለካ ኣምላኽ ካ ኣይቅበለካን ይብለካ ተረዲኻን ዋጋ ትበሃል የብልካን ሕጂ ወዲቀ ኢኻ በቃ እቲ ናትካ ሶልስ እቲ ናትካ ሩሕ ተሰሪ ይብለኒ ትፈልጥ ዲኹም ይበኪ ብውሽጠይ እው ይብል እው ይብል ንበይነይ እው ጥራሕ ዝብ ዘለኹ እው ገዛ ፀልሚታን እዞም ሕዋተይ መዓረይ ፀልማት እዩ ነይሩ ኣብ ናይ መወዳእታ ግን ከምዚ ኢለ ተረዲኦምኒ መሬት እንዳልሓስኩ መሬት እንዳሓስኩ እግዚኣብሔር ኣምላኽ እዛ ናይ መወዳእታ ዓድል ሃበኒ ወላ ባዕልካ ቅተለኒ ሳቂካ ቅተለኒ ኢለ በቃ ካብዚኣ ተዘይተምሃይረ ድፋ ኣብለኒ በቃ ቅተለኒ በቃ ብምክንያት ቅተለኒ ኢለ ሽዑ ዞም ሕዋተይ ማዕረ ትፈጥሩ ኣብታ ናይ መወዳእታ መዓልቲ ናብ ፍኒስትራ ከይዳ ኢዶ ኣለኹም ብፍኒስትራ ክወፅእ ኣይክእልን እየ ኢምፖሲብል ከመይ ገይረ ኣነ ብፍኒስትራ ክወፅእ ሞይተ እንድየ ዘለኹ ተስፋ ቆሪፀ ክቡር ሓው ንስኻ ውን ኣዚኻ ሓያል ኢኻ በሊሕ ኢኻ ክቡር ሓውና ኣጆኻ ሕጂ ጥራይ እንኳዕ ተረደእካ ሕጂ ጥራይ እንኳዕ ተሰእኻ ስለዚ ኣጆኻ ተስእ ትርር በል ዝሓወይ ማዓረይ እታ መንገዲ ሒዝካያ ኣለኻ እዝግኣብሄር ኣምላኽ ምሳኻ ይኹን እዝግኣብሄር ኣምላኽሲ ምሳኻ ይኹን ዝሓወይ ማዓረይ ኣጆኻ በቃ ፈሊጥካያ ኣለኻ እታ መንገዲ እሞ ተኸተላ ኩቡራት ይሕዋት ነዞም ኣሕዋትና ከኣ ሃናጺ ዝኾነ ሪኢቶ ሃብዎም ኢኹም። ብዝኾነ ኩቡራት ይሕዋት ኣብ ተስፋ ሙቕራጽ እንርከብ ዘለና ብጣዕሚ በቃ እዛ ዓለም ጽልምት ኢላትና እትርከብ ዘላ ኣጆና ተስፋ ትብሃል ኣይንቑረጽ ኩቡራት ይሕዋት ኣብዛ ዓለም እዚኣ ሓንሳብ ኢና ንነብር ስለዚ እንጆይ ግበርዋ በቃ ኢንጆይ ግበርዋ ኢንጆይ ግበርዋ ክብለኩም ከለኹ ብዓለማዊ ይኹን ብሕማቅ ነገር ጥራይ ኣይኮነን ግን ኣመስገንቲ ንኹን ነዛ ሕጂ ንነብረላ ዘለና ነመስግና ኩቡራት ይሕዋት ተመስገን ንበል ስለዚ ኣጆና ተስፋ ትብሃል ኣይንቁረጽ ኣብ መድሓኒናን ጎይታናን ኢየሱስ ክርስቶስ ንእመን ኣብ ኣምላኽ ንእመን ኩቡራት ይሕዋት ኣዴና ቅድስቲ ድንግል ማርያም ሒዝና ሓንቲ ንኾን ኢና ንኣዴና ቅድስቲ ድንግል ማርያም ዝኣመነ ድማ ዝሓፈረ የለን ስለዚ ኣጆና ተስፋ ጥራይ ኣይንቁረጽ። ተስፋ ኣይንቁረጽ ክቡራት የሕዋት ፈተውቲ ነብሶም ፈተውቲ ኣምላኾም ንኹን ክቡራት የሕዋት ፈተውቲ ስድራቤቶም ንኹን ነብስና እንድሕር ፈቲና ነብስና ናብ ሕማቅ ንኽትጓዓዝ ኣይንጽዕርን ኢና ክቡራት የሕዋት ኣምላኽና እንድሕር ንኣምንን ንፈትውን እንድሕር ኮይና ንኣምላኽ ኣይነጉህዮን ኢና ኣምላኽ ዘይፈትዎ ስራሕ ኣይንሰርሕን ኢና። ስድራ ቤትና እንድሕር ንፈትዎምን ነኽብሮምን ኮይንና ክጉህዩ እንድሕር ዘይንደሊ ኮይንና ንስድራ ቤትና ዘጉሂ ስራሕ ኣይንሰርሕን ኢና። ስለዚ ፈተውቲ ኣምላኾም፣ ፈተውቲ ነብሶም፣ ፈተውቲ ስድራ ቤቶም ንኹን። ኣጆና ተስፋ ኣይንቑረጽ። ብኸመይ ከይድኪ ናብ ስደት? ንምንታይ ተሰዲድኪ?
ስደት ብሕማም እየ ከይደ ዕድለኛ እየ ብኸመይ ተስፊት በቃ ሰብ ኣለኒ ደማሙቆኒ ኣብ ከባቢ ምንታይ መሲልካ ምረቱ ትርጉሙ እንተዘይፈሊጥካ እስኻ ምስደትካ ዕላማኻ እንተዘይፈሊጥካ እንድሕር እቲ ደሎ ሆቦብላ ኣብኡ ደሎ ሆቦብላ ከምዚ ዝረኣ ከይመስለካ
ዝንፋስ ገለ በቃ ኣብ እሙረኻ እንተ ኣዋናእቱ ጨሪሙ እዩ ዝወስደልካ ሕጂ ስኻ ክትኮንትሮል ክገብሮ ይትኽልና ስለዚ ብዚኣ ኢኻ ነብስኻ ገጥ ኣቢልካ ዕላማኻ ፈሊጥካ እታ ክትገብራ ዘለካ ክትምሃር ድደለካ ክትሰርሕ ድደለካ ግዜኻ ግዜኻ ከመይ ጌርካ ማነጅ ትገብር ማእስ ትምሃር ማእስ ትሰርሕ ማእስ ትዕርፍ እንታይ ትገብር እንታይ ሓላፍነት ኣለካ ትፈልጥ ትኾንካ ጥቀመሉ ትኽእል ኢኻ ዋይኖት እዚኣ ዘይትፈልጥ ትኾነ ግን በቃ ከሲርካ ስደት ስደት እታ ትርጉም ናይ ስደት ሸዓ ኢኻ ትረኽባ ትደይ ኮይኑ እንድሕር ስርሕ ፂሩ ኣሎ ስረ ዕፀ ተሰቂሩ ኣሎ ክስቆር እየ እንድሕር ኮይና ወይ ፀጉረይ ክተወበ ትብል ተኾንካ ግን ወዲእካ ኣለካ ማለት ስለዚ ምስትውዓል የድልየካ እዩ ዕላማ ክህልወካ ኣሎ ኣብ ስደት ትኸይድ ወይ ክትመሃር ወይ ክትሰርሕ ኢኻ ካልእ ዕላማ ይብልካ ስለዚ እዚኤን ክልተ እንድሕር ፈሊጥካ ክትነብር ኢኻ ስድራኻ ከተሕጉስ ኢኻ ሃገርካ ከተሕጉስ ኢኻ ካብዚኤን ተወፂኻ ግን ትርስ ጥራሕ ይድለካ ከምኡ ድማ ክቡራት ኣሕዋት መቸም ጆን ዳንኤል ሓውና ኩላህና ንፈልጦ ኢና ኢለ ይኣምን ኣብ ዝሓለፈ ኣብ ኣሸንዳ ኣብ ዝነበረሉ ሰዓት ናብ መቐለ ከይዶም ኣሸንዳ ከብዕሉሉ ኣብ ዝሓሰብሉ ኣየር ምስ ተሰቐሉ ኩነታት ኣየር ሕማቕ ስለ ዝነበረ ኖእ ውረዱ ኣየር ኣይትብገስን እያ ምስ ተባሃሉ ኣይንወርድን ኢና ያላ ኣበግሳ ኢሎሞ ማለት እዩ። ብዙሕ ሳዕቦጉቶቶ ነይሩ፣ ብዙሕ ሆሆ ነይሩ። ነቲ ዝተፈጥረ ኩነታት ድማ ብላይፍ ብቐጥታ የመሓላልፎ ስለ ዝነበሩ ብጣዕሚ ከቢዱ እቲ ጉዳይ ኣብ እሱር ቤት ነይሮም ጆን ዳንኤል ሓውና ንዓመትን ኣርባዕተ ወርሕን ገለን ተፈሪዱ ማለት እዩ ትማሊ ናይ መወዳእታ ኣብ ቤት ፍርዲ ቀሪቦም ነይሮም እቶም ካልኦት ድማ ሸሞንተ ወርሒ ገለ እቲ ፍርዶም ኔሩ ስለዚ ንሶም ኦሬዲ ወዲኦም ኣብዚ ክልተ መዓልቲ ክወጹ እዮም ጆን ዳኒኤል ውን ተፈቲሑ እዩ ኦሬዲ ግን ንገዝኡ ኣብ ውሽጢ ክልተ ሰሙን ክምለስ እዩ ብሓፈሻ ድሕሪ ዓሰርተ ሓሙሽተ መዓልቲ ንገዝኡ ክኸይድ እዩ ክልቀቕ እዩ ተባሂሉ ብሓፈሻ ግን ተፈቲሖም ኣለዉ ተባሂሉ ኣብ ዝተፈላለየ ማዕከናት ዜናታት ወይ ከኣ ኣብ ቲክቶክ ሰሚዕኹሞ ትኾኑ ኢኹም ብዙሕ ሰብ ከኣ ተሓጒሱ ይርከብ ኣሎ።

እንኳዕ ሓጎሰና ኣድነቅቲ ፈተውቲ ጆን ዳኒኤል ሓውና ብዓብዪ ድማ ንጆን ዳኒኤልን ስድራቤቱን ፈተውቱን ቀረብቱን እንኳዕ ሓጎሰኩም ክብል እፈቱ ማለት እዩ ብምቅፃል ኣብ ቲክቶክ ሪኢኹሞ ትኾኑ ኢኹም ብጣዕሚ እዩ ዘሕዝነካ ናይ ብሓቂ ሕማቅ ዝተሰመዐኒ ንዓይ እንድሕር ሃልዩ ሰብ ንሰብ ምውድዳር እዩ ደቂ ሰባት ንሕና ነናህና ፅባቀ ኣለና ሰብ ንሰብ ክሕስዶ ክርኢ እንከለኹ ኣነ ብጣዕሚ እዩ ዘጽልኣኒ በቃ። ብሓፈሻ ክቡራት ይሕዋት ኣዶናይ ሓውና ንፈልጦ ኢና ጆን ዳንኤል ሓውና ውን ንፈልጦ ኢና ንኽልቲኦም ኣብ ሰዓት እዚ የዋዳድርዎም ኣለው ን ኣዶናይ ሓውና ዝጸንሓና ጻንሒት ብጣዕሚ ኢና ነመስግን ሕጂ ግን ንጉስ መጺኡ ኣሎ ጆን ዳንኤል እንዳበሉ ሓደ ክልተ ሰባት ነንሕዶም ንኸባእስዎም ንጆን ዳንኤል ብጽልኢ ይቕበልዎ ኣለው እዚ ኸኣ ኣዝዩ ዘሕዝነካ እቲ ኣዝዩ ደስ ዝብለካ ድማ ኣዶናይ ሓውና ከምኡ ድማ ጆን ዳኒኤል ክልቲኦም ይሕዋት እዮም ክቡራት ይሕዋት ክልቲኦም ሲ ይሕዋት እዮም ክልቲኦም ይሕዋት እዮም ካብቲ ኣዝዩ ደስ ዝብለካ ካብቲ ኣዝዩ ደስ ዝብለካ ድማ መቸም ከምቲ ኩላህና ንፈልጦ ኣዝዩ ቅኑዕ እዩ ኣዶናይ ሓውና ንእሱር ቤት ከይዱ እውን በጺሕዎ ነይሩ እዩ ሓንቲ ቲክቶከር ክትዛረብ ሰሚዕናያ ንኸውን ኢና ወይ ከዓ ሊያ ሸው ማለት እዩ እቲ ናታ ከምጽኦ ዘይደለኹ ንኣዶናይ ሓውና ከምዚ ዘስተናዕቕ ወይ ከኣ ዘይምጥን ዘረባታት ስለ ዝኾነ ነቲ ናታ ቃል ዘየምጻኽዎ እታ ተድልየኒ ጥራይ ዝዛረበላ ዘለኹ ንጆን ዳንኤል ከይዱ እሱር ቤት በጺሕዎ ኣዶናይ ኢላ ተዛሪባ ነይራ እዚ ከኣ እንታይ እዩ ዘርእየካ ኣዝዩ እዩ ደስ ዝብለካ ስለዚ ኣነ እንታይ ዓይነት ራእ ኣለኒ መሲልኩም ክልቲኦም ኣዝዮም ብሰባት ፍትዋት እዮም ቀሊል ሰዓቢ ከኣ የብሎምን ጆን ዳኒኤል ቀሊል ሰዓቢ የብሉን ኣዶናይ ሓውና ውን ቀሊል ሰዓብን ፈተውትን የብሉን ስለዚ ክልቲኦም ኮይኖም ዓብይ ስራሕ ክሰርሑ እዩ እቲ ናተይ ድሌተይ ነዚ ህዝቢ ከፋቅርዎ ክልቲኦም ኮይኖም በቃ ኣዝዩ ደስ ዝብል ተኣምር ክሰርሑ ከፋቅሩና ጽቡቅ ስራሕ ክሰርሑ እዩ ናተይ ትምኒተይን ጸሎተይን ክቡራት የሕዋት ትጽቢተይ ውን ከምኡ ስለዚ እዚ እዩ እቲ ናተይ ትምኒተይ ሓደ ክልተ ሰባት ከዋዳድርዎም ክንርኢ እንኮለና ብናይ ክልቲኡ ሳይድ ማለት እዩ ዓገብ ክንብሎም ይግበእና እዩ ኣይምልከተኩምንዩ ክንብሎም ይግበእና እዩ ክልቲኦም ዝፋቀሩሉ ስራሕ ዳኣ ክንሰርሕ ይግበእና እምበር ዝፃልእሉ ቅርሕንቲ ዝሕዙሉ ፅቡቅ ኣይኮነን። ንጆን ዳንኤል ሲ ብጽልኢ ይቅበልዎ ኣለዉ ብጣዕሚ ዘሕዝነካ እዚ ከኣ ኣዶናይ ሓውና ዝሕስድዎ ሰባት እዮም በቃ ብዙሓት ሰባት ኣለዉ ቲክቶከር ድዮም ዋላ ገለ በቃ ምጽእ ኢሉ ኣዶናይ ስለ ዝዓብለሎም በቃ ደስ ዘይበሎም ሰባት ኣለዉ ኣነ ካብቲ ኣዝዩ ዘጽለእኒ ነገር እንድሕር ሃልዩ ከማኻ ኣብ ማሕበራዊ ሜድያ ዝነጥፉ ሰባት ይሕስዱኻ ቀዳማይ ነገር ንኹሉ ሰብ ክተድንቆ ትኽእል ኢኻ ንኣብነት ሕጂ ንጆን ዳንኤልን ንኣዶናይን ንኽልቲኦም ክተድንቆም ትኽእል ኢኻ ግድን ኣይኮንካን ንሓደ ኣድኒቕካ ንሓደ ክትጸሎ ታይ ስለ ዝገበሩ ንሶም ከኣ ነናቶም ብልጫ ኣሎዎም ነናቶም ጽባቐ ኣሎዎም ሕጂ ገለ ገለ ቲክቶከራት ድዮም ኣብ ማስ ሜድያ ዝነጥፉ እንታይ ኣለዉ በቃ በሊጽና ኢሎምስ ይሕስዱኻ ናትካ ውድቀት ይምነዩ ረእዎ ማዕረ ክንደይ ከም ዝተሸነፉ ማዕረ ክንደይ ስዑራት ምዃኖም ማዕረ ክንደይ ብገዛእ ነብሶም ዘይተኣማመኑ ምዃኖም እዩ ከኣ ዘርእየካ እዚኢታት ማለት እዩ ምኽንያቱ ብነብሶም ስለ ዘይተኣማመኑ በሊጽና ከይዓቢ ሓቢርካ ውን እኮ ክትዓቢ ትኽእል ኢኻ ደሓር ከኣ ነናትካ ጽባቐ ኣለካ እኮ ሓቢርካ ተዓበኻኽ እንታይ እዩ ጸገም ዘሎ ተደጋጊፍካ ተዓበኻኽ እንታይ እዩ ጸገም ዘሎ ብዝያዳ ሓደ ክልተ ሰባት ኣብ ነብሶም ዘይተኣማመኑ ንዕኦም የዋዳድርዎም ኣለዉ እሞ ጽልኢ ይዝምሩ ስለ ዘለዉ ፕሊስ ኣብ ከምዚ ዓይነት ነገር ክንሳተፍ የብልና ነቶም ከም ዝገብሩ ከኣ ዓገብ እዞም ኣሕዋት እዚኦም የሕዋት እዮም ጆን ዳኒኤልን ኣዶናይን የሕዋት እዮም ንኽልቲኦም ከኣ ክነድንቖምን ክንድግፎምንሲ ንኽእል ኢና ግድን ኣይኮናን ንሓደ ክንብል ይግበእና እዩ ንኽልቲኦም ሰሰናዩ እየ ዝምነየሎም ብሓፈሻ ሓንቲ ቻለንጅ ድማ ተፈጢራ ኣላ ንሳ ከኣ ንጆን ዳኒኤል ነዕብዮ ሳፕራይስ ንግበሮ ከም ፈተውቱ ከም ኣድነቑቲ መጠን ካብ እሱርቤት ክመጽእ ከሎ ናይ ህዝቢ ሳፕራይስ እቲ ሳፕራይስ ድማ ክቡራት የሕዋት ኦሬዲ ኣብ ሰዓት እዚ ክልተ ሚልዮን ነጥቢ ሓደ እያ ኮይና ኔራ ማለት እዩ ሕጂ እኮ ኦሬዲ ተወሲኻ ኣላ ክልተ ነጥቢ ክልተ ገለ ኮይና ኣላ ክልተ ሚልዮንን ክልተ ሚእቲ ሽሕን ኮይና ኣላ ሕጂ ማለት እዩ ክልተ ሚልዮንን ሰለስተ ሚእቲ ሽሕን ገለ እያ ኔራ ካብኡ ግን ክልተ ሚእቲ ሽሕ ዝኣኽሉ ገለ ጎዲሎም ኔሮም ክቡራት ይዋት ኣብ ሰዓት እዚ ግን ሰለስተ ሚልዮን ነብጽሓዩ ይብሉ ኣለዉ ሰለስተ ሚልዮን ነብጽሓዮ ሳፕራይስ ንግበሮ እቲ ናቱ ኣካውንት ውን ኣክቲቭ ኮይኑ መታን ክጸንሖ ይብሉ ኣለው እዚ ከኣ ኣዝዩ ደስ ዝብለካ ንጆን ዳኒኤል ፎሎው ዘይገበርኩሞ የሕዋት እንድሕር ሃሊኹም ንጆን ዳኒኤል ፎሎው ግበርዎ ኢኹም ኣጆኻ በልዎ ኣተባብዕዎ ሓይሊ የድልዮ ዩ ንሓውና። ሰቦቼ አንድ ነገር አስበናል እና

እግዚአብሔር ይመስገን። እንኳን ደስ አላችሁ፣ እንኳን ደስ አላችሁ። ስለዚ ኣዶናይን ጆን ዳንኤልን ክልቲኦም ንፈቶምን ነኽብሮምን የሕዋትና እዮም። ሰሰናዩን ጸጽቡቑን ደኣ ንመነየሎም እምበር ኣይንጎጃጅሎም። ሓሳዳት ኣይንኹን፣ ፈቃራት ደለይቲ ጽቡቕን ሰናይን ንኹን ክቡራት የሕዋት። ብዝያዳ ሕጽር ኣቢለ እዚኣ እያ ትመስል ነይራ ኣብዚ ክልተ ሰሙን ወይ ከኣ ድሕሪ ዓሰርተ ሓሙሽተ መዓልቲ ክመጸና እዩ ንገዝኡ ክኣቱ እዩ ኦሬዲ ግን ተፈቲሖም ኣለዉ ብሙሉኦም እቶም ካልኦት ግን ሸሞንተ ወርሒ ገለ እዮም ተፈሪዶም ኔሮም ክቡራት የሕዋት ኦሬዲ ኣብዚ ክልተ መዓልቲ ንገዝኦም ክስደዱ እዮም ክልቀቁ እዮም ናይ ጆን ዳንኤል ግን እቲ ቀንዲ ገበነኛ ኢሎም ዘእተውዎ ወይ ከኣ እሱ በዲሉ ኢሎም ዘእተውዎ እዩ ወይ ከኣ ንዓመትን ኣርባዕተ ወርሕን እዩ ተፈሪዱ ኔሩ ኦሬዲ ግን ዳርጋ ከምኡ ስለ ኣብ እሱር ቤት ዝጸንሑ ተለቂቆም ኣለዉ ደስ እዩ ዝብለካ እንኳዕ ሓጎሰኩም ክብል እፈቱ ኣዝዩ እዩ ደስ ኢልኒ ብናይ ካልኦት ሰባት ትሕጎሱ ልክዕ ከምዚ ከማይ ተሊኩም ነዛ ቪድዮ እዚኣ ላይክ ግበርዋ ኢኩም እንኳዕ ሓጎሰና ከኣ ንኩላህና ማለት እዩ ከምኡ ድማ ኩቡራት ይሕዋት ሪኢናዮ ንከዉን ኢና ብሓፈሻ እቶም ተጠቀምቲ ቲክቶክ ኣዶናይ ሓዉና ንእሽተይ ሽግርን ጸገምን ኣጓኒፋቶ ኣላ ንሳ ድማ እቲ ናቱ ኣካዉንት ሪፖርት ትገብርዎ ኣለዉ ኩቡራት ይሕዋት ሪፖርት እንዳገበሩ ነታ ማርያም ማርያም ኢሉ ዝዘመራ ኣብታ ማኪና ዝተሸለመላ መዓልቲ ማርያም ማርያም ኢሉ ዝተሸለመላ ፖስት ምስ በላ ክቡራት ይሕዋት ንዓኣ ሪፖርት ጌሮም ከዕጽውዋ ማለት እዩ ነታ ናቱ ኣካውንት ከኣ ከዕጽውዋ ደልዮም ሪፖርት ይገብርዋ ኣለዉ ኦሬዲ ክቡራት ይሕዋት ወርኒንግ ሂባቶ ኣላ ኩላህና ብ ናይ ኣዶናይ ሓውና እንዳኣተና ፈሎው ዘይገበርና ፈሎው ንግበሮ ከምኡ ድማ ነቲ ቪድዮ ናቱ

ምክንያቱም ይህ ቪዲዮ በጣም ከምታስቡት በላይ ሪፖርት ደርሶታል እና ቲክቶክም ባን ሊያረገው ነው አካውንቴን ማለት ነው እወዳቸዋለሁ። ኮፒ ሊንክ ንግበረሉ ምክንያቱ ቀሊል ኣይኮነን ብዙሕ ጺዒርሉ እዩ ነቲ ቲክቶክ ማለት እዩ ነቲ ቲክቶክ ሲ ብዙሕ ጺዒርሉ እዩ ስለዚ ፈተውቲ ኣድነቅቲ ኣዶናይ ሓውና እንድሕር ሃሊኹም ቲክቶክ ናይ ኣዶናይ ሓውና ኣብ ሓደጋ ስለ ዘላ ፕሊስ ኩላህና ነድሕና ከይድና ኮፒ ሊንክ ንግበረሉ ላይክ ንግበረሉ ሸር ንግበረሉ ክብራት ይዋት ከምኡውን ሪፖስት ንግበረሉ ኢና ኣጆኻ ኣዶናይ ሓውና ንኣዴና ቅድስቲ ድንግል ማርያም ዝኣመነ ዝሓፈረ የለን ንኣዴና ቅድስቲ ድንግል ማርያም ዝኣመነ ዝሓፈረ የለን እሞ ኣዴና ቅድስቲ ድንግል ማርያም ወትሩ ኣብ ጎንኻ ሓንቲ ትኾንያ ማርያምን ንገብረልካ ኢና ላይክ ሪፖስት ክንገብረልካ ኢና ኮፕሊንክ ክንገብረልካ ኢና

ኣትጎናጸፍ ነበረ ወረኛ ውላ
ምክንያቱ ኣዶናይ ሓውና ክቡራት ይሕዋት ብዙሕ ብዙሕ ብዙሕ ዝሰርሕ ዘሎ ንፅጉማትን ዝተሸገሩን ዝሕግዝ ዘሎ ሓውና እዩ ከምኡውን ንሓደ ኣርቲስት ክቡራት ይሕዋት ኩላህና ንፈልጦ ኢና ጋሼ ሰሎሙን ማኪና ከምዘይብሉ ምስ ረኣዩ ኣብ ጎደና ኣብ ታክሲ ክስቀል ምስ ረኣዩ ኣዶናይ ሓውና ነዛ ቪድዮ እዚኣ ምስ ረኣየ ከኣ ክቡራት የሕዋት ማኪና ከም ዝሽለም ይገብሮ ኣሎ እዞም ብሩክ ሪል ስተይት ድማ ንሕና ክንሽልሞ ኢና ማኪና ክንህቦ ኢና እቲ ቻለንጅ ድማ ንኣዶናይ ሂቦሞ ኣለዉ ብስም ኣዶናይ እንድሕር ኣብ ውሽጢ ሰለስተ መዓልቲ ሓደ ነጥቢ ሓሙሽተ ሚልዮን እንድሕር የእቲኹምና

ኦሬዲ ሽዱሽተ ሚእቲ ሽሕ ድዩ ገለመለ እዩ ነይሩ ኣብዚ ሰዓት እዚ ግን ልዕሊ ሸውዓተ ሚእቲ ሽሕ ሰዓብቲ ረኺቦም ኣለዉ ክብራት የሕዋት እዚ ከኣ ኣዝዩ እዩ ደስ ዝብለካ ስለዚ ኩላህና እንዳ ከድና ከኣ ነዞም ብሩክ ሪል ስተይት ፎሎው ንግበሮም ኢና መታን ኣቦና ኣያና እንፈትዎ እነኽብሮ ጋሼ ሰሎሙን መታን ማኪና ክውሃብ ስለዚ ረእይዎ ኣዶናይ ሓውና ኣዝዩ ሰናይ ዝኾነ ተግባር እዩ ዝገብር ዘሎ ኣብ ትግራይ ኣብ ኣክሱም ከይዱ ዝገበሮ ነገር ኩሉ ነገር ውን ንሪኦ ኣለና ስለዚ ኣዝዩ ዩ ደስ ዝብለካ እሞ ፖስቲቭ ኣተሓሳስባ ይሃልወና ብናይ ካልኦት ሰባት ሓጎስ ከኣ ንተሓጎስ ኣዶናይ ሓወይ ኣጆካ ኣብ ጎንካ ኣለና ክቡራት ተካታተልተይ ናይ ሎማዓንቲ መደበይ ከም ዝመስል ብካልእ ትሕዝቶ ብካልእ መደብ የራክበና